ተለቪዝን ክቐስ ኣብልልና ኣራይ። ሕራይ ሕራይ ሓይ ከመይ ኢልኩም? ጽቡቕ ዘለኪ ሕቶ ኣቕርቢ። ሕራይ ናተይ ርእይቶ እንተመሲሉካ እወ ዓዲ ሕጉሪ እንድዩ ዝቅመጥ። ኣራይ።
ተሓጸቡ ገለ ትብሉና ኣለኩም ሓቀይ ምሽ? እወ። ግን ብዘማይ ከመይ ኣምጺና ንሕጸብ ዓዲ ሰግዶ ዳርጋ ሰረሰር ጌርና ማይ የብልና። እወ። ቡና ቧንቧ ትመጽእ ተተኩሱ እንዳ ሻር ካምፓኒ እንዳ ገለ ይብሉና። እወ። ሕጂሲ ንዚስ ብጣምና ንኩላትና ፍቶ ኮይኑና ኣሎ። ሐራይ ዝከበርኪ ደዋሊት ዶክተር እዚ ኣርእስቲ ኮነን ናትካ ዓውዲ ኮነን ብዝኮነ ግን ንቲ ነዚ ከምዚ ዓይነት ሕቶታት ዝምልከት ብፍላይ በቲ ዘለካ ኣብ ገዛኻ ዘሎ መጠን ማይ ከመይ ጌርካ ጥዕናኻ ተውሕስ ሞያዊ ምኽሪ ዝወሃበሉ ኣብ ናይ ጽባሕ መደብና ክህሉ ምዃኑ በዚ ኣጋጣሚ ንሕብር። ማይ ክትጥቀስ ዝጸንሐት ዶክተር ምስ ማይ ንኣብነት ሓንቲ ስድራ ካብ ገዛ ኣይትወጽእን ኣላ ሓደ ሰብ ባኒ ድዩ ከምጽእ ኣስቤዛ ከውጽእ ሓደ ሰብ ወይ ክልተ ሰብ እንተ እንወጽዮም እቲ ኣብ ገዛ ተሪፉ ዘሎ ሰብ ብምልኡ ነቲ ካብ ደገ ድመጽእ ክገብሮ ዘለዎ ጥንቃቐ እንታይ እዩ ማለት እትው ምስ በለ ኢዱ ክሕጸብ ከም ዘለዎ እቲ ኣልኮል እተን ዝግበራ ዘለዋ ማለት እዩ ሕጂ ብሙሉኡ እቲ ኣባል ስድራቤት ግን እንታይ ገብር ሃልኪ ናይ ማይ ብሙሉእ እካ ብሳሙና ብኦሞ ሳሙና ጌርካ ምሕጻብ ሕጂ እቲ እዚ ይፈጥሮ ኣሎ ምዚ ዘሎ ጸገም ክበሃል ዝጸንሐ እሞ ኣብ ገዝኡ ኮፍ ኢሉ ንዘሎ ሰብሲ ልክዕ እዚ ክበሃል ዝጸንሐ ደረጃታት ከማልኦ ኣለዎ ድዩ ተተኻኢሉ ተተኻኢሉ ክማልእ ኣለዎ ተተኻኢሉ ክማልእ ኣለዎ እዚ ሕጂ ጥራሕ ዘይኮነስ ኮሮና ቫይረስ ምስ ከደ እውን ንጉስጉሰሉ ክሳብ ሕጂ ዘይተዓወትናሉ መደብ ናይ ኢድ ፅሬት ናይ ኢድ ምሕፃብ እንዲ እዚ ኣብዚ ብዝከኣል ክግበር ዝሓሸ እዩ ማለት እዩ ግን እንተ ዋሕዲ ማይ ኣለን ግን ቁሩብ ማይ እንተ ኣለን ነተን ቁሩብ ማይ መን እጠቐመለን እንተ ኮይኑ ትሕቶ እቲ ወፂኡ ዘሎ ቅድሚ ካልእ ነገር ምትንኻፉ ክጥቀመለን ዝሕቶ የብሉን ማለት እዩ ስለዚ ናይ ቀዳምነት ሕቶስ ቀዳምነት ሲ መን ቀዳምነት ንውሃብ ተዳ ኢልናስ እቲ ብደገ ድመፅ ዘሎ ሰብ እዩ ሓደጋ ሒዚልካ ክመፅእ ዝኽእል እሱ ክሕፀብ ኣለዎ ማለት እዩ ተተኻኢሉ ግን ኩሉ ሰብ ክሕፀብ ኩሉ ቕሓ ክሕፀብ ዝበለፀ ምዃኑ